ሰላም ኩቡራት ተኻተልቲ እንኳዕ ብደሓን ናብ መደብና መጻኹም ሎም መዓልቲ ሒዘልኩም መጽ ዘለኹ ኣብ ካናዳ ዘጋጠመ ኣብ መብዛሕተን ኤርፖርት ኣብ ካናዳ ብፍላይ ተን ዓበይቲ ዓበይቲ ኤርፖርት ዝበሃላ ዓብዪ ናይ ቦምባ ስግኣት ወይ ድማ ግብረ ሽበራ ከጋጥም ከም ዝኽእል ስግኣት ስለ ዝመፆም ወይ ሓበሬታ ረኺብና ኣለና ስለ ዝበሉ መብዛሕትአን ተን ዓበይቲ ኤርፖርት ዝበሃላ ኣብ ካናዳ ትማሊ ተዓፅየን ውዒለን በዚ ከኣ ብዙሕ ዲለይ ናይ ፍላይት እዩ ኣጋጢሙ። ብዙሓት ሰባት ብዛዕባ እዚ ኢንፎርሜሽን እዚ ናይ ብሓቂ ድዩ እንታይ ዝበሃል ዘሎ ንምንታይ ኮ እዚ ኩሉ ዲለይ ዝኸውን ዘሎ መብዛሕትኡ ሰብ ኣብ ሳመር እዩ ድንቀሳቐስ በዚ ከኣ ብዙሕ ሕቶታት ተላዒሉ ነይሩ ብፍላይ ኣብ ሶሻል ሚድያ ዝኾነ ዘጋጠመ ኢንሲደንት ነይሩ ድዩ ብዙሕ ኢንፎርሜሽን እውን ኣይወፀን ነይሩ ሎሚ ግን ዝወፀ ሓበሬታ ስለ ዘሎ ብምሉእ እቲ ሓበሬታ ንምንታይ ከዚ ዲለይ ኣብ ኤርፖርት ኣጋጢሙ እቲ ዘጋጠመ ስግኣት ከ እንታይ ነይሩ ዝብል ኣርእስቲ ብሰፊሑ ከምጽኣልኩም እየ ሰናይ ምክትታል ከምዚ ኣብ ቪድዮ እትከታተልዎ ዘለኹም ኣብ ኦታዋ ኢንተርናሽናል ኤርፖርት ዘጋጠመ እዩ ከም ስርዓት ብዙሓት ፖሊስ ኦፊሰራት መሊኦሞ ከምኡ እውን ብዙሓት ስኒፈር ዶግስ ወይ ድማ ንዝኾነ ናይ ቦምባ ከይርከብ ዝሽትቱ ኣኻልብ ብዙሓት እዮም ኣዋፊሮም ነይሮም ልክዕ ነዚ ሽዑ ፍላይት ዝነበሮም ሰባት ከዓ ብብዝሒ ዲለይ ኣጋጢምዎም ብሰንኪ እቲ ዲለይ ከዓ ኣሽሓት ሰባት እዮም ተዓናቒፎም ካብቲ መደባቶም ማለት እዩ ከም ትሪኦም ዘለኹም ከም ስርዓት ኬዮስ እዩ ውዒሉ ትማሊ ኣብ ሓንቲ ኤርፖርት ጥራይ ኣይኮነን ከዓ ኣብተን ዓበይቲ ዓበይቲ ዝበሃላ ናይ ካናዳ ኤርፖርታት ንገለገለ ሰባት ካብ ዝሓተትዎም ኢንተርቪው ብዙሓት ፖላይስ ኢና ንርኢ ነርና እንተሓተትናዮም ከዓ ዝኾነ ናይ ቦምባ ስግኣት ስለ ዘሎ ነዚ ግብረሽበራዊ ሓደጋ መታን ከየጋጥም ንምክልኻል ዝካየድ ዘሎ እዩ ዳስ ዋይ ኩሉ ዝፍተሽ ዘሎ ብምባል እዮም እተን ብቐንዱ በዚ ጉዳይ እዚ ተጠቂዐን ዝነበራ ከዓ ኦታዋ ማለት ልዕል ርእሲ ከተማ ናይ ካናዳ ማለት እዩ ኦዳዋ ከምኡውን ሞንትሪያል ሞንትሪያል ኤርፖርት ኣብ ኤድመንተን ትቕመጡ እውን እዚ ናይ ፍላይት ዲለይ ከም ዘጋጠመ ትፈልጡ ኢኹም ኮምፕሊትሊ ኤድመንተን ኤርፖርት ተዓፅዮሞ ነይሮም ክሳብ እቲ ሰኪሪቲ ትረት ሰይፍ ዝኸውን ሰኪር ዝገብርዎ ውሕስነት ክሳብ ዘረጋግፁ ኩሉ እዮም ዓፅዮሞ ነይሮም ብዙሕ ምንቅስቃስ ኣይወዓለን ከምኡ እውን ኣብ ዊኒፔግ ኢንተርናሽናል ኤርፖርት ካልጋሪ ኢንተርናሽናል ኤርፖርት ልዕሊኡ ከዓ እቲ ዝዓበየ ከዓ ኣብ ኤርፖርት ቫንኩቨር ኢንተርናሽናል ኤርፖርት ማለት እዩ ኮታ ኣብ ሽዱሽተ ዓበይቲ ዝበሃላ ናይ ካናዳን ኤርፖርት ዝኾነ ከጋጥም ዝኽእል ስግኣት ተረኺቡሎ ስለ ዝበሉ ኮምፕሊትሊ እዮም ዓጽዮሞ ክሳብቲ ሰኪሪቲ ትረት ወይ ድማ ሰይፍ ውይ ውሑስ እዩ ዝብልዎ ኩሉ ዓጽዮም እዮም ውዒሎም መታን ውሕስነት ክሳብ ነረጋግጽ ንኹልኹም እቶም ተሳፈርቲ ካብቲ ኤርፖርት ክትወጹ ኣለኩም ብምባል ኮምፕሊትሊ እቲ ኤርፖርት ከም ስርዓት ካብ ባዶ ክሳብ ዝለዓለ ደረጃ ኩሉ ከም ተፈተሸን ሰኪሩን ውሑስን ምስ ኮነ ከኣ ብዙሓት ሰባት ግን በዚ ዘጋጠመ ሕጉሳት ከም ዘይነበሩን እቲ ሕንፍሽፍሽ ኮምፕሊትሊ ካብ መደቦም ከም ዘውፅኦምን እንተኾነ እቲ ናይ ሰብ ርእቶ ርእቶ እንድዩ ኮምፕሊትሊ ናይ ቦምባ ስግኣት እንተ ኣሎ ንሴፍቲ መጀመርታ ሴፍቲ ብድሕሪኡ ናይ ሕንፍሽፍሽን ካልእን ከም ርእስቲ ክለዓል ይኽእል ኣብዚ ሰዓት እዚ ዋላ እኳ ፍላይት ካናዳ ነቲ ኩሉ ዘጋጢሙ ዝነበረ ናይ ሴፍቲ ኢሹ ፈቲሕዎ እንተሃለወ ካብ መብዛሕትአን ፍላይታት ወይ ድማ በረራታት ካብ ሃሊፋክስ ካብ ናብ ቶሮንቶ ቺካጎ ፎርድ ላርልዴል ንኣሜሪካ ማለት እዩ ዝነበረ ፍላይታት ብዙሕ ዲለይ ገለገሊኡ እውን ካብ ሰዓታት ወፃኢ ስለዝኾነ ካንስል ከም ዝኾነን በዚ ከዓ ብዙሓት ተሳፈርቲ ከም ብሓድሽ ቡክ ክገብሩ እዮም ተገዲዶም ገለ ገሌኹም ኦንላይን ቡክ ትገብሩ ኣለኹም ከምዚ ናይ ዝኾነ ዲለይ ወይ ድማ ካንስሌሽን ከጋጥም ከሎ ኒውስ ቸክ ምግባር ኣገዳሲ እዩ መብዛሕትኹም እኳ ኣብ ኢንስታግራም ሪኢኹም ኢኹም ገለገለ ሰባት ድሓተትኩም ነርኩም እንታይ እዚ ሪል ድዩ ገይልኩም ዝሓትኩም ነርኩም ነዚ ንምብራህ ብቪድዮ ከምፆ ተገዲደ እምበር ገለገሌኹም እኳ ኣብ ኢንስታግራም ተኻቲልኩም ከምኡውን ኣብ ትዊተር ኣብ ስታያ ዘርጊሖሞ ነይሮም በዚ ሕጂ ዝኾነ ኣነ ሓበሬታ ክሕልፎ ድልየ ዘለኹ ማለት እዩ ናብ ካናዳ ዝበሃል ኣሎ ብዛዕባ ፍላይት ኣብ ዝኾነ ንካናዳ መገሻ ተለኩም ወይ ካብ ካናዳ ወፃኢ ብፍላይ ሕጂ ሳመር እንድዩ ኣብ ውሽጢ ካናዳ እውን ካብ ድራይቭ ዝገብር ገለገለ ሰብ ብፍላይ ካብ ሓደ ቦታ ናብ ሓደ ቦታ ፍላይ ዝገብር ብዙሕ እዩ ንኣብነት ካብ ቶሮንቶ ኤድመንተን ትመጽእ እንተ ኣለኻ ቀዲምካ እቲ ፍላይት ቸክ ምግባር ድሓር ከዓ እንታይ ኣሎ ጸብጻብ ወይ እንታይ ኣሎ ሓድሽ ነገር ምርኣይ እቲ ፍላይትካ ጥራይ ቡክ ጌርካ ስቕ ምባል ዘይኮነ ዝኾነ ዲሌይ ከጋጥም ስለ ዝኽእል ዝኾነ ካንስሌሽን ከጋጥም ስለ ዝኽእል ወይ ድማ ዝኾነ ነገር ሓድሽ እንተ መፅኡ ሓበሬታ ርኢኻ ነቲ ፍላይትካ ኣድጃስት ትገብሮ ትኽእል ኢኻ በዚ ከዓ ኢንፎርሜሽን ከይረኣኹም ኣይትውፅኡ እዮም ዝብሉ ዘለዉ ሕጂ ኣብ ሰዓት እዚ ኩሉ ሰላም ኮይኑ እዩ እቲ ናይ ቦምባ ወይ ድማ ግብረ ሽበራዊ ዝበልዎ ሴፍ ኮይኑ እዩ ኩሉ ኣብ ትሕቲ ቁፅፅር ኣትዩ ደስ ዝገእ ነገር የለን እንተኾነ ግን መገሻ ተሓስቡ ሰባት ኣለኹም እታ ፍላይት ቡክ ምስ ገበርኩማ ከዓ ቀጥታ ኣብታ መዓልትኹም ፀብፂብኩም ትኸዱ ሰባት ኣለኹም ካልእ ብዜና ብገለ ዘይትከታተሉ ኣገዳሲ እዩ ፍላይት መደብ መገሻ ተለኩም ክትከታተልዎ ወይ ድማ ዝኾነ ሓድሽ ነገር እንተ ደኣ ኣሎ ኣብዴት ክትርእይዎ ሓደ ኣብቲ ፍላይት ስካናዳ ክትርእይዎ ትኽእሉ ኢኹም ካልኣይ ከዓ ኒውስ ዜና ምክታል ማለት እዩ ሃንደበ ዘይተፀበኹሞ ከምዚ ትማል ዘጋጠመ ኮምፕሊትሊ ሕንፍሽፍሽ ኣትዩ ውዒሉ ውሽጢ ካናዳ ማለት እዩ እዚ ክብለኩም ኣብ ደገ ወል ሓንቲ ነበረን ጃስት እቲ ፍላይ መደብ ናይ በረራ ዝነበሮም ግን ኮምፕሊትሊ ሕንፍሽፍሽ ኣትዮም ውዒሉ ማለት እዩ እምበር ኣብ ውሽጢ ካናዳ ዘጋጠመ ደስግእ ገለ የለን ዳስዋይ ዝሰማዕኩሞ ሰባት ኣለኹም ዘይሰማዕኩሞ ሰባት ከኣ ኣለኹም ሶ ንገሌኹም ዜና ክኾነኩም ስለ ዝኽእለ ንኣፍልጦ ወይ ንመምሃሪ ንክኸውን እንተ ደኣ በረራ መደብ ኣለኩም ብፍላይ ሕጂ ሳመር መርዓ ኣሎ ጥምቀት ኣሎ ስልኪ ሓፍላይ ትገብር ኣብ ውሽጢ ካናዳ ወይ ካብ ካናዳ ወፃኢ መምሃርን መጠንቀቒ ክኾነና ኢለ ዘምፅኦ ዘለኹ ሕጂ ኣርሲኤምፒ ዝበሃል ኣለዉ ናይ ካናዳ እዞም ኣርሲኤምፒ ከዓ ፖሊስ ማለት እዩ እዞም ፖሊስ እዚኦም ቲፕ ወይ ድማ ቴሌፎን ከም ዝመፆም ከባቢ ሰዓ ሽዱሽተ ንግሆ ማለት እዩ ትማሊ ኣብኡ ከዓ እንታይ እዮም ሰሚዖም በቲ ቴሌፎን ናይ ቦምባ ኣብቲ ተርሚናል ሰዓ ኣሎ ቦምባ ኣሎ ዝብል ቲፕ መፅዎም ብኸመይ መፅዎም ኣይፈልጥን እየ ግን ብቴሌፎን ከም ተደወሎም እዮም ዝሓበሩ ሽዑ ኣብ ኩለን ኤርፖርታት ኣብ ሽዱሽ እየን ምክንያቱ ኣብ ገለ ኣብ ሓንቲ ጥራይ ፈትሾም ኣብ ካልእ ስቕ ኣይብሉን እዮም ዝኾነ ስግኣት ተሎ ኩሉ ውሑስ ንምግባር ኩሉ ጠጠው ኣቢሎም ኮምፕሊትሊ ሴፍ ንክኸውን ቸገሮሞ ፈትሾሞ ግን ብቴሌፎን ከም ተደወሎም እዮም ዝሕብሩ ዘለዉ ብሓፂሩ እታ ዜና ናይ